ሰላም ብሩኻት ሓደ ዶክተር ወዳጀነህ ዝበሃል ኢትዮጵያዊ መምህር ኣሎሲ ከምዚ ክብል ሰሚዐዮ ሓደ ግዜስ ብስራሕ ምኽንያትሲ ናብ ኣሜሪካ ከይደ ኣብ ኣሜሪካ ከዓ ብዙሕ እንዳሰራሕኩ ከለኹ ሓደ ከማይ ኢትዮጵያዊ ኣብኡ ሰብኣይ ረኪበ እቲ ሰብኣይ ብጣዕሚ ሃብታም እዩ ኢልዎ ሕጂ እቲ ገዝኡ ክትሪኦ ከለኻ ብጣዕሚ እዩ ዘገርመካ መኪናታቱ ስዙሮ ናቱ ዝኾነ ፕራይቨት ካምፓኒ ኣለዎ ደቁ መነባብርኡ ብዙሓት ከዓ ፈተውቲ የዕሩኽ መሓዙት ኣለዎ እቲ ገዝኡ ብላዕ ወስተ ኢልዎ ንዓይ ከዓ ፅቡቅ ገይሩ ተቐቢልኒ ከዛውረኒ ቀንዩ ኣብ ገዝኡ ቀሚጥኒ ብጣዕሚ በቃ ተፋቲና ናይ ብሓቂ ደስ ድብል እዩ እሱ ፈትየኒ ኣነ እውን ፈትየዮ ፅቡቅ ግዜ ኣሕሊፍና ኢሉ ሽዑ ግን ምምላሰይ ግዜ ስለ ዝኣኸለ ኣብቲ ዝምለሰሉ ግዜ ግን ኣደይ ኣብ ኣዲስ ኣበባ ኣላ እሞኒ መድሃኒት ኣሎ ፕሊስ ተመላኣላ ደውለላ ኢኻ መጺኣ ከኣ ክትወስዶ እያ ኢልኒ ኣነ ከኣ ሽግር የብለን ንዓኻ ደኣ ካልእ ከማን ይግበኣካ ኢለ ነተን መድሃኒት ሒዘየን ከይደ ኣዲስ ኣበባ ምስ በጻሕኩ ግና እተን ሰበይቲ ዓባይ ከም ዝኾና ፈሊጠ ስለ ዝነበርኩ ካብ እሰን ድመጻኒ ኢለ ኣነ ክመጻኪን ኢለ ስልኪ ደዊለለን ምጻኒ ዝወደ ኢለናኒ ናብቲ ገዛ ምስ ከድኩ ግን ብጣዕሚ ሰንቢደ ኢሉ። ምኽንያቱ እቲ ዝነብራሉ ገዛ ከምዚ ብቆርቆሮ ዝተሰርሐ ወይ ከዓ ብዚንጎ ዝተሰርሐ ብጭቃ ዝተለጣጠፈ ብጣዕሚ ብድኽነት ዝነብራ ሰበይቲ እየን። እቲ ገዛ በቃ ብጣዕሚ እዩ ዘፍርሓካ ክትኣቱ ከለኻ ካልኣይ ከዓ እሰን ከዓኒ ብጣዕሚ ብድኽነት እየን ዝነብራ። ሕጂ እቲ ውላደን ዝነብሮ ናብራ ኣብ ኣሜሪካ ምስ ረኣኹ እሰን ከዓ ዝነብርኦ ብጣዕሚ ሓዚነ ከመይ ኢሉ ነዴኡ ደኣ ክላሲክ ደይሕግዘን ኢለ ብጣዕሚ ተገሪመ ሽዑ ከኣ ንዐን መቸም ተሰናቢተየን ከይደ ካብኡ ውፅእ ምስ በልኩ ግን ንዑ ደዊለሉ ደዊላ ከኣኒ ብጣዕሚ ተቐይመካ ናይ ብሓቂ ሕማቕ ነገር ትገብር ኣለኻ ኢለዮ ዋ እንታይ ገይረካ ምሽ ብፅቡቕ ኢና ተፈላለዩና ኢልኒ ንዓይሲ ፅቡቕ ኢኻ ጌርካለይ ናብቶም ኣብኡ ደለዉ ምሳኻ ስእባት እውን ብዙሕ ፅቡቕ ነገር ኢኻ ትገብረሎም ኣዴኻ ግና ኣብዚስ ዳርጋ ተደርብየን እየን ዘለዋ ዋላ ሓደ ድሕግዘን የብለንን እቲ ሰን ድነብራሉ ዘለዋ ገዛ ብጣዕሚ ዘሕዝን እዩ በቲ እስኻ ደለካ ገንዘብሲ ሓደ ኣይኮነን ክልተ ገዛ ከማን ክትዕድገለን ምኸኣልካ ነርካ እንታይ ኮንካ ረሲዕካየን ነዴኻ ደይትሕግዘን ምስ በልክዎ ሓቅኻ ኢኻ ናይ ብሓቂ ተጋጌ ኢሉ ሰሚዕኒ ገዛ ዓዲግለን ከዓኒ ኣብ ፅቡቕ ገዛ ከንብረን ጀሚሩ ኢሉ እንታይ ክብለኩም ደሊኤ እዚ ሰብኣይ እዚ ነዲኡ ረሲዕወን ነይሩ ገንዘብ ክሕግዘለን ድኽእል ነገር ከለዎ ክንሱ ግና ብዙሓት ሰባት ከኣ ኣለና ንስድራና ዝረሳዕና ክንህሉ ንኽእል ኢና ምናልባሽ ዓቕሚ ዘይብልና ተኾይንና ዋላ ሓንቲ ክንገብሮ ንኽእል ነገር የለን ዓቕሚ ክህልወን እንዳሃለወና ግና ዝረሳዕና እንድሕር ኣለና ግና ንጋገ ኣለና ምናልባሽ ንቤተሰብካ ምሕጋዝ ማለት ብገንዘብ ጥራሕ ክኸውን የብሉን። ዋላ ቴሌፎን ደዊልካ ኣደይ ከመይ ኣለኺ፣ ደሓን ዲኺ ኢልካ ደሃያ ምግባር ኣብ ሰሙን ድዩ ኣብ ወርሒ በቲ ዓቕምኻ መጠን